ብዙሕ ሰብ በብኢንተርስቱ እዩ ዝሰሓብ። እቶም ሰማይ ዝጥንቁር ግምቢ ዝብል ራእይ ዘምፅኡ ሰባትሲ ከመይ ገይራ እዛ ራእይስ ተሸይጣትሎም ኢለ እሓስብ። እዚ እውን ፓርት ትሪ ሊደርሺፕ ፓርት ትሪ ይኹነልና። The power of vision እንታይ እዮም ዝብሎ ንኹሉ ሰብ ከም ትትንክፍ ገይሮማ ንሕና ኣብዛ ምድር እዚኣ ክንጠፍእ ኢና ክንመውት ኢና ሙማት ሙማትና ግን ሽምና ንፀውዕ ሓደ ሰማይ ብጥንቁር ሰሪሖም ዝበሃል ሕሜታስ ምስ ሞትና ይወረ ኢሎምሲ እቶም ሓንጎሎም ዘይጥቀሙ ሰባት ከዓ ፅቡቕ ንፀዋዕ እምበር ንፀዋዕ እምበር ሰማይ ዝጥንቁር ሰሪሖም ኣምላኽ እዩ እኮ ወሪዱ ዝመልሶም የለን ኢሉ the power of vision እንተ ረኺብካዮ ካብ ታሕቲ ይኹን ካብ ላዕሊ እንተ ረኺብካዮ is powerful ንምንታይ እዩ it connects ምስ ነፍሲ ወከፍ ሰብ ኮኔክት ዝገብረሉ ነገር ኣሎ ኣምላኽ መፍትሒ ይኹኑ ኢሉ ዝተዛረበና ሰባት ኢና ንዛረብ ዘለና ኣብዚ ምክንያቱ እቲ በዒንትና ደይኮነስ ኣርሒቅና ንሪኦ ድለ እየ ምሽ ድዛረብ ደለኹ ምድላይ እየ ድዛረብ ዘለኹ እምነት ይደሊ እኳ እዩ ምምዳብን ድልየት ዘለዎ ሰብ ናብ ፕላኒንግ ክመፅእ ኣለዎ ኢሉ የሱስ እናተዛረበ እንታይ ድዩ ድርኢ ነተን ዘይመፃ መዓልታት ክትርእየን ትኽእልዶ ሕጂ ክርስትያን ወይ ፃድቅ ብምንታይ ድዩ ድነብር ብእምነት እዩ ዝነብር ሕጂ ኣብታ ትመጽእ ዘላ መዓልቲ እ ሓደ ሚልዮን እትዋት ክህልወኒ እዩ ኣብታ ትመጽእ ዘላ ዓመት እ ሰለስተ ትካላት በቃ እ ብሽም ፋሬስ ክገብረን እየ ብሽም ናቲ ክገብረን እየ ብሽምኩም ኣለኹም ዶ እሞ እንታይ ድዩ ድሓትት ዘሎ ኣብ ውሽጥና እኮ ዳግም ዝተወልደ ሰብ ኣብ መንፈሱ ሓድሽ ፍጥረት ዝኾነ ሰብ ጥሒሻ እዩ፣ ፓዮኒር እዩ፣ ክሪኤቲቭ እዩ፣ ኢኖቬቲቭ እዩ። ኣብቲ ናይ ክርስቶስ መልክዕ ጥሒሱ ዝኸይድ ናይ ንስር ዓይኒ እዩ ዘሎ። ቴን ይርስ ኢዚሊ ክሪኡ ይኽእል፣ ፋይቭ ይርስ ኢዚሊ ክርኢ ይኽእል፣ ዓመት ክርኢ ይኽእል። ንዓ መድብ ኢልካዮ ግን ምምዳብ እንታይ ኣድለየ ድብለኒ እንተኾይኑስ ኣንታ እሞ ክትወድቅ ኢኻ መዲብካ ደለኻ ኣይፈለጥካዮን እምበር ጽባሕ እግረይ ተሴረ ኢደይ ተሰ ብሃንደበት ገዛ ሰሪሐ ኣይበሃልን እዩ የለን መደብ ይደሊ እዩ ብሃንደበት እግረይ ተሴረ ዓይነይ ተሴረ እዝነይ ተሴረ ይደሉ ናብቲ ድልየት ዝበሃል ናብቲ ድልየት ዝበሃል ነገር ኣምላኽሲ ወላ ሓንቲ ደየርህጽ ደየርህጽ ደየድክም ዓቢ ቁምነገር ኣብ ውሽጢ ሰብ ኣቐሚጡ ኣሎ ንምንታይ ምድላይ ዝትበሃል ነገር ከም ከም ቃል ንዛረበላ ዘለና? ኣብቲ ናይ ኣምላኽ ንሰብ ዝሃቦ መልክዑሲ መልክዑሲ ምርጭኡ ክገብር ዘኽእል ዓቢ ራይት ሂብዎ ዓቢ መሰል እዩ ዘሎ። እሞ ኣይደልን እየ እንተበልካ ወላ ንዓይ ክትነጽገኒ ኣይኩርየልካን እየ ንዓኻ እየ ድደሊ እንተልካ ድማ ናትካ ድሌት እዩ። እቲ ኣምላኽ ንሰብ ዘጸጎ ውህበት ኦፕሬት ይገብር ኣሎ ሕጂ ከይንደሊ ዝገብረና ነገር ብዙሕ ጸቕጢ ናይ ህይወት ኣሎ ፕሬሸር ድሌት ከይነቐድም እንታይ እዩ ድሌት ከይነቐድም ደይኮስ ሕጂ ጽቡቕ ገዛ ምስ ረኣኹምሲ ንምንታይ ደይ ትሕጎሱ ንምንታይ ከም ብድኽነት ትሓስቡ እዚ ኣነ ይበፅሖኒ እዚ በዓል በዓል ስዒድ በዓል ኣንትሩ በዓል ማይክል ገለ እዩ እምበር በዓል እሰይ በዓል ኣይንበ ነነ ፅቡቅ ምስ ረኣኻ ኣፕሪሽት ምግባር ጀምር እቲ ድሌት ክትረኽቦ ኢኻ ፍልጠትካ እናወሰኸ ክመጽእ እዩ ግድን መጽሓፍ ኣንቢብና ኣይኮናን ንዓይ መጽሓፍ ኣይመሃረንን ከማይ ክትኮኑ ይደሊ እንከለኹ ሲ ጽቡቕ ኣንበብቲ ኩኑ ሪድርስ ኣር ሊድርስ ኣነ እቲ ዝሪኦ ነገር ዓውዲ በለ ድምፂ ይድህበኒ ገዛውቲ ተሰሪሑ እንተሪኦ ሲ ኣበየ ነይረ እዚ ኩሉ ገዛ ክስራሕ ከሎ እየ ድብል ኣነ ኣበይ ኣበይና ነርና ኣይነበርናን ኣይነበርናን ኣለና እኮ ብሂወት ግን ደው ኢልና ከለና እዩ ዝበቁል ዘሎ ኩሉ እቲ ገዛውቲ ይበቁል ይበቁል ምስራሕ ግንቢ ዝደልዩ ሰባት ቅድሜና ነቲ ድሌቶም ኮፍ ኢሎም ጸብጺቦምሉ ሲ ገንዘቦም መዚኖም ባንኪ ዝህቦም መዚኖም ኣርሒቆም ዝርእዎ ሓደ ዕላማ ኣሎ ጎል ኣሎ በዓል መደብ ኮይኑ ንነፍሲ ወከፍና እንተ ንሕተትሲ፣ የሱስ ኣባኻ እዩ ዝነብር፣ እንታይ መደብ ይደለካ? ኣነ ደኣ በቃ ኩላ ሰብ ሸፋሕ እናበለት ትጓዓዝ ኣላ ናይ ጎደና ህይወት፣ ኣነ ከዓ ሸፋሕ እብል ኣለኹ። ፕሬዝ ጋድ ሓደ መዓልቲ መን ይፈልጥ ገለ ንረኽበና ኸውን መን ይፈልጥ ግንቢ ከዓ በቑለልና ኸውን መን ይፈልጥ ዋይ ዋይ እዚ ደኣ ድግድጊት ተዓጢቕካ መልቀስ ክንገብር ኣለና። ነቲ ዘለና ኮንፎርት ዞን ርጀክት ክንገብሮ እንተደይክኢልና ለውጢ ኣይነምፅን ኢና። ሕጂ መንእሰያት እንዲኹም ክምርዖ ደልየ እናበለ ዓሰርተ ዓመት ዝገበረ ሰብ ኣይትፈልጡ እደልየ ብለኒ ግን ዓሰርተ ዓመት ትካል ክኸፍት እደልየ ዓሰርተ ዓመት እንታይ እዩ ድልየትካ ኢለ ዝሓተትክዎም ሰባት ኣለዉ። ኣነ ዓቢ ነገር ዓቢ ነገር እዩ ድልየት የብልካን ድልየት ኣነ ከዓ ዓቢ ነገር ዓቢ ነገር ከምኡ ዝበሃል ድልየት የለን የለን ንርእስኻ ኢኻ ተሽከዓደልኻ ኣብ ሓንጎልካ ዲሰፕሽን ኣሎ ዋ እዚኦም ኩሎም ፓላሶ ሰሪሖም ደለዉ ኣብ ኣዲስ ኣበባ ዝፈልጦም መንእሰያት መጀመርያ ሊስትሮ እዮም ነይሮም ሕጂ ነዚ ሕጂ ክትገብሮ ትኽእል ነገር ስለ ዘቃለልካዮ ወይ ኮምብላሴን ይርኢኻ ኣነ ብዘይ ኣቱን እየ ስለ ዝበልካሲ እሳ እንድያ እሞ እታ ማዕጾ እሳ እንድያ እታ ማዕጾ ብኮምብላ ተሸፊና ስለ ዘላ እያ እምበር ብኣቢልካ እያ እኮ እታ መገዲ ስራሕ ቅድሚ ሓጢኣት ኣምላኽ ንሰብ ዝሃቦ እዩ። ዕየ ኣሎ ዕየ ተኸናኸን ሓሉ ኣሎ ብድሕሪ ውድቀት ዝመፀ ጌርኩም ኣየ ብድሕሪ ውድቀት ዝመፀ ተቆፂርካ ምስራሕ እዩ ኩሉ ሰብ ስራሕ እዩ ድደሊ እዎ ናይ ሓቂ ስራሕ እዩ ድደሊ ተቆፂርካ ምስራሕ እዩ ብድሕሪ ውድቀት መፅኡ እዎ ከምኡ እዩ ከምኡ እዩ እዚ ከዓ ናይ መን ድልየት መሲልኩም እቶም ሃብታማት ፋብሪካታት ኢንዳስትራላይዜሽን ምስ ተጀመረ፣ ፋብሪካታት ምስራሕ ምስ ተጀመረ፣ ካምቻ ምሽ ይሰርሑ፣ ሞልጎም ዝለጉም ሰብ ስኢኖም፣ ሮቦት ኣይነበረን ከምዚ ናይ ሎሚ ግዜ። በቃ ኣመርቕዎም እሞ ዓሰርተ ክልተ ክፍሊ ዩኒቨርሲቲ ኣመርቕዎም እሞ ለጎምቲ ሞልጎም ክንገብሮም ኢና፣ ስራሕ ክንቆጽሮም ኢሎም። በቃ ምድረ ምድረ ግራጁዌት ተሰሪዑ ሞልጎም ይለጉም። በቃ ሽዑ እቶም ሃብታማት ፋብሪክኦም ሰሲኑ ኣሎ። እቲ ኩሉ ሰብ ከኣ ከረባት ኣሲሩ ይመጽእ ኣነ እኮ ሰራሕተኛ እንዳ ሞልጎማ እየ ይብል። ወያነ ወያነ ወያነ ወያነ ኖ ኖ ኖ ሊሚት የብሉን ኣምላኽ ንሰብ ዝሃቦ ዝተባረኸ ኣእምሮ ብፍላይ ኣማኒ ምስ ዝኾነ ንኣምላኽ ዝፈሪ ሰብ እቲ ብዛዕባ ህይወቱ ድሪኦ ሕጂ ኣዒንትና ንሕና ጽርግያ ኢና ንሪኤሉ ደለና እምበር ንርእስና ከመይ ንሪኣ ሪኢናያ ስለ ዘይንፈልጥ ብጀካ ብመስትያት ኣነ ዝተባረኽኩ ሰብ እየ በሉለይ እስኪ ኣነ እቲ ኣብ ምድሪ መንግስቲ ኣምላኻዊ ጽልዋ ከምጽእ ኣብዚ ምድሪ ዝነብር ሰብ እየ። የሱስ ኣብ ውሽጡ ዘሎ ኣብ ልዕሊኡ ዘሎ መንፈስ ቅዱስ ኣብኡ ዝነብር ሰብ እየ ንዘለኣለም እሞ ኣነ ደኣ ኣነ ደኣ እናበልና ክንብል ካብ ኖዌር ካብ ኖዌር ብዙሕ በረኸት ክሃድነኩም እዩ ብዙሕ በረኸት ካብ ኖዌር ኢሕ ስለ ዝበልና ነምጾ የሱስ ኢሕ ኢሉ እዩ እንታይ ኢሕ ደብል ኣለና ንድለሲ ከም ዓብ ስራሕ ቆጺርናያ ድሌት ዘይብሎም ሰባት ኮይንና ንመላለስ እንታይ ይበሃል ነሕዋትካ እንታይ ትደሊ ንርእስኻ እንታይ ትደሊ ንቤት ኣምላኽካ እንታይ ትደሊ ንህዝብኻ እንታይ ትደሊ ዋ እንዳ ባንባ ንክፈተሎ ንበል ብሩኻት ገንዘብ እኮ ይመፅ እዩ ገንዘብ ዕንቅፋት ኮይኑ ይፈልጥን እዩ ኣይኖ ብዛዕባ ገንዘብ ኣይኮንኩ ዝዛርብ ዘለኹ እንተ ሰሪሕካ ከተምፆ ኢኻ እንተ ኣቦኻ ክበካ እዩ ከምቲ ኣብ ሉቃስ 15 እዚ ከዓ ራብዓይ ኮርስ ናይ ሊደርሽፕ እዩ ኣቦኦም ኣምፅኡ ብፅሒተ ይሃበኒ እንተበሎ ሰልዲ ሂብዎ እዋእ ኖን ንሓደ መንእሰይ ጎበዛይ ሰልዲ ሂብካዮ ዋላ ንዓና ሕጂ መሚልዮን ተዝህቡና ትኽ ኢልና ናበይ ከም ንኸይድ ፍሉጥ እዩ ፍሉጥ እዩ ሰልዲ ቢድና እንተመፅዩ እንታይ እንዳ መዐደጊ ዘለዎ ሓደ ሃብታም ሰልዲ ክበካ እንተዝደሊ እንታይ ከም ዝገብር ትፈልጡ ዶ ሓደ ሚልዮን ክበካየ ኣብታ ጥቃኹም ንስኻን ክንደይ ደቂ ኣንስትዮ ኣለውኹም ኣርባዕተ ሰበይትኻ ከላ ዶ ግርም ሓትነታትካ ኣሎ ግርም ጽቡቅ እዛ ሚልዮን እሟ ኣይ ላቭ ዩ እንካ ኣብ ጎንኻ ከኣ ሜሲስ እንዳ ክዳውንቲ ከፊተልካ ኣለኹ ብሎ ኩለን ተን ሚልዮን ከእትወን እዩ ኣብ ሓሙሽተ እዋናት በቃ ገንዘብ ረኺብካ ማለት ተዓዊትካ ማለት ወይ ከኣ ተባሪኽካ ማለት ኣይኮነን ኣሎ። ዝተባረኸ ሰብ ቅድሚ ገንዘብ ምርካቡ ዕላማ ዘማዕበለ ሰብ እዩ፣ ራኢ ዘለዎ ሰብ እዩ። ሕጂ ሚልዮን ክረክብ ንዓኻትኩም ሲ ኣብዚ ሸሞንተ ሰብሪ ኣለኹ መሚልዮንኩም ይወሃቦም ተባሂሉ ኣሎ ይበሃል እሞ ርኸቡ መሚልዮንኩም ኣነ መጀመርያ ግደፍዎ ትሰልዲ መጀመርያ እንታይ ክትገብሩ ትደልዩ ነታ ድልየትኩም ሪፋይን ግበርዋ ዘይበሰለ ድልየት ዝብሎ ኣሎ ዝበሰለ ድልየት ዝብሎ ኣሎ ሕጂ ኣነ ደኣ ነፋሪት ክገዝእ ገለ እዚ ዘይበሰለ ድልየት እዩ ኣይትገዝእን ኢኻ ወላ ሓንቲ ኣነ እኮ ናይ እምነት ሰብ እየ ወላ ሓንቲ ኣብ ናይ ኣምላኽ ናይ ክእለቱ ደረት የብለይን ቦንቂረ እየ ተሓጹራት ኣምላኽ ሓጹር ኣልቦ እዩ ነፋሪት ኣይኮነ ኣነ እንታይ ምመረጽኩ እንታይ መረጽኩ ሕጂ እንታይ ትደሊ ትፈልጦ ዲኻ ትድልየትካ ኣለካ ዶ ድልየትከ የብለይን እንተ ኾይና ሕጂ ናይ መንፈስ ናይ የሱስ ክርስቶስ ትምህርቲ መለኮታዊ ኣምላኻዊ ዓወታት ናብ ህይወትካ ክመጽእሲ ቅድም ድለ እያ ቅድም መንግስቲ ኣምላኹን መንግስቲ ኣምላኽን ጽድቁን ድለዩ ድለዩ እኳ መንግስቲ ኣምላኽ ዝበሃል ኣባኻ በቲ ዘየለ ዝርግሐ ክግለጽሲ ካባኻ ድድለ ሓንቲ ነገር እያ ድለ እሞ ብምድላይ እኮ ኣነ ረሃጽ ደኺመ እኮ ሕቆይ ተሴረ ዝብል ሰብ ኣሎ ድዩ ብምድላይ እንታይ ዓቢ ነገር እንታይ ድኻም ኣለዎ ድለ ንምንታይ ከ ጽቡቕ ደይ ንደሊ እንታይ ውግእ ደድሊ ኣለና እንታይ ድኻም ደድሊ ኣለና እንታይ ድኽነት ደድሊ ኣለና እንታይ ስቓይ ደድሊ ኣለና ንምንታይ ጽቡቕ ደይ ንደሊ ፍልጠት ስለ ዘይረኸብና እዩ። ሕጂ ናብ ልቢ ኣምላኽ ንእቶ። ኣብቲ ባሕሪ ልቡ ኩሎም ዘይኣመንቲ ንኣምላኽ ዝነጽግዎ ሰባት ሃብታማት ክትገብረና ንደሊ ኢና ኢሎም ድሌት እንተ ዘርእይዎሞ ኦነስት እንተ ዝኾኑ ልቦምን ኣፎምን ሓደ ኣነ ጎይታ ድኽነት ኣይደልያን ክንደይ ሰብቲ ድሌቱ ንጎይታ ገሊጹ ተሳኺዕሉ እዩ። ኣብ ውግእ ኣትየ ነይረ ይብለኒ ሓደ እ ዋምላኽ ክመውት ኣይደልን እየ ክህብትም እየ ድደሊ እግረይ ተወቒዐ ክወፅእ ግበረኒስ እግሩ ተወቒዑ ይወፅእ ድሌቱ እዩ ዋላ ሓንቲ ሰማይ ሰሚዕዎ ኣድሕነኒ ኣይበሎን ኣየድሓኖን ክህብትም እየ ድደሊ ኣውፃኒ ኢልዎ ኣውፅኡ ኣህብቲሞ ተወዲኣ ብስንኩል ዩጋንዳ ከይድ ዱባይ ከይድ ገለመለ በዓል ቶም ጎበዛይ በዓል ንሕና ምውፃእ ምእታው ንስእን ንሳቶም ከያጅ ገርተት ይብል እሰይ ኣድላይ ነይሩ ገይርዋ ንኹልና ማዕረ ዝገብረና ነገር እምነት እዩ ንኹሉ ሰብ ፐርከ ተኣክሰስ እንተረኺብካ ጎይታ እዚኣ እየ ዝደሊ ካባኸ እየ ዝደልያ በዚኣ እየ ዝደሊ ብንእስነተይ ኣመርዕወኒ ዝበሉ ከም በዓል ናቲኻ ተመርዕዮም ተመርዕዮም ኣነ ብርእስነተይ ክምርዖ ብል ነይረ ተመርዔ ቻው ዋ ንምንታይ ትደሊ ኢሉ እኮ ዝቋየቕ ሰማይ የለን የለን እቲ ናይ ጭቆና ኣሰራርሓ ኣብ መርሒነት ደሎ ኣብ ኣእምሮ እዩ ፀቕጢ ድፈጥር ብዙሕ ግዜ ኣብ ኤርትራ ኢንተርቪው ይግበር እሞ ናፅነት ንዓኻ እንታይ እዩ ገለ ኢሎም ይሓቱኻ እዋይ ከይመፁኒ ይብሎ ሓደ ቤተሰብ ነይርንሲ እንተ ዝረኹኻ እንታይ ምበልካ? ኣነ ግደፉ ጎል ከይተእትዉኒ ንሱም ጎል ከይትኣትዉ ግደፉ ክብሎም እየ እብሎ። እንታይ ክትብል ደሊኻ እብለኒ። እስኻ እንታይ ትብል ነጻነት ደኣ ካብ ባዕዳዊ መግዛእቲ ገለ ዋእ ባዕዳዊ መግዛእቲ የለን ደርጊ ዶ የለ ኣሎ ድዩ ደርጊ የለን እንታይ ዘየለ ነገር የለ ኖኖ ዘየለ ነገር የለን ኣይትበልኒ ይፈልጥ እየ ከምዘየለ የለን ሽግረይ ካልእ እዩ እስኻ እንታይ ትብል ኣነ ዶ እዎ ሰብ ነጻነት እንታይ እዩ እንተ ኢሎምኒ፣ በዚ ዝሪኦ ዝህበኒ ትርጉም፣ ሜጋፎን ጽርግያ ምሉእ ትሰቕሎ፣ ስዕስዕ ተውዕል ሰለስተ መዓልቲ ገዛኻ ትኸይድ። ካብ ገዛኻ ወጺኻ ጽርግያ ምሉእ ትስዕስዕ እዚኣ ናጽነት ንዓይ ይብሎ። ትጋገ ኣለኻ ገለ እሞ ናተይ ናጻነት ዴፊኒሽን ክነግረካ፣ ነጻነት ኣብ ኣምላኽ ጥራይ እያ ደላ። እዚ ካልእ ዲሞክራሲ ናይ ሓሶት እዩ። ክትሓስብ ነጻ፣ ክትዛረብ ነጻ፣ ድላይካ ክትስጉም ነጻ። ክሰርቕ እንተ ዝደሊሲ ይኽእልዶ ኢለዮም። ኣይትኽእልን ይብለኒ። መን ከልኢኒ? ሓንጎለይ እንድዩ። ኣነ እንድየ ዝሓስብ ዘለኹ እብሎ። ኣብ ሓንጎለይ ደሎኸ ፖሊስዶ ሕዘኒ? ኣይሕዘንን እዩ። እሞ ክትሰርቕ ክትሓስብ የብልካን ኢሉ ጸቕጢ ዝፈጥረለይ ተኾይኑ እዚ ደኣ እሞ ቦርደር ይጥሕስ ኣሎ ኣብ ነጻነተይ መጽዩ ድላየ ይሕሰብ ኣምላኽ ንሰብ ነጻ ነጻነት ምስ ሃቦ ድላዩ እዩ ክሓስብ ዝኽእል ድለ ከኣ ኢሉ ምንም ድኻም ዶ ይብላ ድኻም የብላን ብዛዕባ እቲ ዝደልዮ ዘይፈልጥ ሰብ እንተኾይና ዘይበሰለ ድሌት እዩ ደለና ብዛዕባ እቲ ንደልዮ ነገር እንድሕር ነባሪ ድሌት ኮይኑ ግን ዕላማ እዩ ተፈጢሩ ደሎ ማለት እዩ እንታይ ማለት መሲልኩም ክምርዖ እደልየ ዝብለኒ መንእሰይ እንታይ ክንገብሮ እዩ ዘለና መስለኩም? ንምን ስለምንታይ ትምርዖ? ብዙሕ ሪዝን ይህልዎ እዩ፣ ግን ክሓስብ ይኽእል ኣሎ። ኦኬ ንምንታይ ትምርዖ ከዓ እንታይ ክትከስብ ማለት እዩ፣ እዝን እዝን እዝን ክኸስብ። ኦኬ ብምንታይ ኢኻ ክትምርዖ? ኩለን ተን WH questions ኣብቲ እንግሊዝኛ ደየለዋ እየን እዚኤን ስለምንታይ why ምኾነት ንምንታይ ግን what for what for ምኾነት ብምንታይ by what ምኾነት ከምዚኤን የለዋን ኣነ ድፈልጠን WH what why where which who how እዚኤን እየን ኣብ ትግርኛ ግን ብርክት ድበለ እዩ ካበይ ናበይ ስለምንታይ ንምንታይ እንታይ ክትገብር ደሊኻ ብኸመይ ብምንታይ ብዙሕ እዩ እዚኤን ሕቶታት ነቲ ድሌት ደለዎ ኣብ ውሽጡ ድሌት ደለዎ ሰብ ነቲ ዝደልዮ ደሎ ዝፈልጥ ሰብ ኮፍ ኢሉ ክፅብፅብ ተሳኺዕሉ ኣሎ ማለት እዩ ነዚኤን መልሲ እንተረኺቡ ሕጂ ኣምላኽ ንድልየትካ ሪስፔክት ይገብሮ እዩ ብጣዕሚ ድድንፅወኒ ውግእ እደሊ እየ እንተልካሲ ኣይትድለ ኣነ ሞት ኣይመርፀልካን እየ ፅሑፍ እዩ ግን ድለ ክብለካ ከለኹሲ ንስኻ ኦፕሬት ግበር እንድሕር ትንደልዮ ነገር ፈሊጥናዮ ተቐሚጥና ከዓ እንድሕር ግንቢ ክሰርሕ ደሊ እየ ቤት ክሰርሕ ደሊ እየ ሰበይተይን ደቀይን ኣብ ኣብ ፅቡቕ ገዛ ከንብሮም ይደሊ እየ ፅቡቕ ድሌት እኳ እዩ ኣብታ ከተማ ድማ ኣብ ሓንቲ ገዛ ጥራይ ዘይኮንኩስ ካልኦት ድማ ገዛ ክገዝኡ ንበረኸት ክኾኖም እደሊ እየ። ኣርኣያ ክኸውን እደሊ እየ። ካብዛ ገዛ ከኣ ከምዚ ክኸስብ ይደሊ እየ። በዚ ዝሰርሖ ድማ እዚ እዝን እዝን እዝን ረብሓ ክረክብ እየ። እሱ ማለት እኳ እዩ በዓል ራእይ ማለት። እዛ እዛ እዛ ብመንፈስ ቅዱስ ራእይ ንብላ ኣርእስቲ ትጽናሓለይ ግን በዓል ዕላማ ኢለ ድዛረበሉ ዘለኹ ኣርእስቲ ካብቶም ክልተ ደቂ ናይቲ ሃብታም ሰብኣይሲ እቲ ንእሽተይ ብዛንታ እቲ ጥፉእ ወዲ ስለ ንፈልጦ ገንዘበይ ሃበኒ ኢሉ ነቲ ገንዘቡ ተጠቒሙሉ። እዋ ገንዘብካ ድላይካ እንተገበርካዮ ገንዘብካ እዩ ንዓይ ኣይምልከተንን እዩ። ቅድሚ ገንዘብ ምርካብ ግን ነቲ ናብ ኢድካ ዝመጽእ ገንዘብ ማልቲፕላይ ክትገብረሉ ትኽእል ድልየት ኣለካ ድዩ ዕላማ ኣለካ ድዩ ሕጂ ዓሰርተ ሚልዮን ምስ ተቐበለ ትኽ ኢሉ እንዳ መስተ እንዳ ክዳውንቲ እንዳ ዋልድ እንዳ ኣበይ ደኣ ክኸይድ ሃንደበት እንዲ ሓደጋ ዝወድቆ ዘሎ ገንዘብ ሃንደበት ሃንደበት ራእዩ ክወድቀና ዝደሊ ገንዘብ ኣይኮን ኤኒ ታይም ገንዘብ ንኩሉ ኢቭን ነቲ ክፉእ ነገር ገንዘብ ፕሮብለም ኮይኑ ይፈልጥን እዩ ዕላማ እዩ ዕላማ እዩ እቲ ዝኸፍአ ትራጀዲ ድማ ብዘይ ዕላማ ምንባር ሕጂ ጎይታ ድለዩ ኢልና ከሎሲ ኮፍ ኢልና እንታይ እየ ድደሊ ንበል። ኣብታ ተቐሚጥካ ምጽብጻብ እንታይ እየ ድደሊ? ግንቢ ክሰርሕ ውግእ ኣይደልን እየ። ኣነ ይደልን እየ ስለዚ ናይ ውግእ መደብ ኣየውጽእን እየ። ግንቢ ግን ክሰርሕ ደሊ እየ ኮፍ እብል። ንምንታይ እየ ክሰርሕ ዝደሊ? ኣበይ እየ ክሰርሕ ዝደሊ? ብምንታይ እየ ክሰርሕ ዝደሊ? ክንደይ ኣለኒ? ክንደይ የብለይን? ክንደይ እዩ ዝውድእ ንሓንቲ ገዛ ንምስራሕ? ይኽእል ድየ? ሕጂ ስለ ዘይንሓስብ ዘለና እሞ ነቲ ተቀሚጥካ ምጽብጻብ ጸብጻብ ዝብሃል ቃል ኩልና ኣይንፈትዎን ኢና ኣነ ውን ክሃድመላ እየ ድደሊ ከምዚ ኣካውንተብሊቲ ገለ መለ ተተባሂሉስ ኣታ ሸተት ሸተት ኢልካ ጽቡቅ ኣልና ጽቡቅ ኣልና ብዱብዱቡ ክሓልፍ ኢና ነነነነ ዋላ ሓንቲ ኦነስት ሰብ ምዃን ደድልየካ እሱ እንድዩ ትወንቲ ትወንቲ ፋይፍ እንታይ ገይረ ዕስራ ሽሕ ከሲረ እህ እህ ዕስራ ሽሕ ደቃይቅ ከሲረ ዕስራ ሽሕ ጉልበት ከሲረ ኦኬ እሞ ብሕጂ ግን ክኸስር ኣይደልን እየ እንታይ ክገብር ኣለኒ ብሕጂ ኣርብዓ ሽሕ እተን ዝሓለፋን እተን ብቅድሚት ዘለዋን ከመይ የጥሪ ነቲ ድልየተይ እየ መልክዕ ዘትሕዞ ok ድልየት ኣብ ክልተ ከም ዝምቀል ተዛሪበ ድየ ግዝያዊ ድልየትን ነባሪ ድልየትን ስለዚ ብግዝያዊ ድልየት ኣይትታለሉ ስምዒታውነት እዩ እሱ እታ እታ ግንቢ ምስራሕ ዝደሊ ኢሉ የሱስ ዝዛረበላ ዘሎ ሓሳብ ነዊሕ ግዜ ዝወስድ እዩ ብሓንቲ ግዜ በቃ ረኺበያ እታ ዝደለኽዋ ገለ ኣይኮነን ሕልሚ እዚ ናይ መወዳእታ ዘረባይ ክገብሮ እየ ሕልሚ ኣለኒ ድብሉ ሰባት ብዙሓት ኢና ዴንዝል ዋሽንግተን ዝተዛረባ ዘረባ ድሪምስ ኣር ጀስት ድሪምስ ዊዝኣውት ጎልስ ኢሉ ሕልሚ ሸቶታት እንተደየቐሚጥካሉ ሕልሚ ጥራይ እዩ ሕልሚ ጥራይ እዩ ስለዚ ምሕላም ባዕሉ የደንቀኒ እዩ እኮ ኣምላኽሲ ንሰብ ናይ ድቃስ ግዜ ፈጢርሉ ይብል እዞም ለይቲ ደይቲ ድቅሱ ሰባት ዝባን ሕጊ ዝባን ፍቅሪ ደቅሱ ብፀልማት ኣይስራሕን እዩ ዝስራሕ ብብርሃን እዩ መዓልቲ ክላ እዩ ዝስራሕ ብርሃን ስለ ዘሎ እዩ ዓይንና ኣክቲቭ ዝኸውን ኣብቲ ክፅልምት ከሎ ግን ክንድቅስ እዩ ዝደሊ ክንሰርሕ ኣይደልን እዩ ተበልናሲ ሕልሚ ዝበሃል ናይ ኣምላኽ ድምፂ ከ ኣሎ ዘዛርበካ መብዛሕትና ዘይንሓልም ዘለና ስለ ዘይንድቅስ እዩ ደቅሱ ደቅሱ ነዕርፍ ነዕርፍ ነዕርፍ ቀትር ደቅሱ ይበልኩም ቀትር ትድቅሱ ከዓ ብዙሓት ኢኹም ነኖ ለይቲ ለይቲ ክፅልምት ከሎ እዩ ድድቀስ ይዕረፍ ይዕረፍ ሕጂ ድሪምስ ኣር ጀስት ድሪምስ ዊዛውት ጎልስ ሕልሚ ዘለዎ ሰብ ኣብ ሕልሙ ክበጽሕ ይደሎ ንሕና ከኣ ሓገዝቲ ክንከውን ይደለና ዓንቀፍቲ ክንከውን ኣይኮነን ደለና ንክትጅምር ንክትጅምር ወላ ነቲ ናብቲ ሕልምኻ ንክትበፅሕ ክሳዕ መወዳእታ ንክትከይድ ጀሚሩ ዝውድእ ክትከውን ዲስፕሊን የድሊ እዩ ዲሲፕሊን ዲሲፕሊን እንታይ እዩ? ሰዓት ክንድዘያ እዩ ድትስእ ሰዓት ክንድዘያ ኢኻ ድቅስ። ጀሚሩ ዘቋርፅ ሰብ ኣብ ምምዳብ ዝሓመቐ ሰብ እዩ። ጀሚሩ ዘቋርፅ ወይ ዝጀመሮ ከይወደአ ዘቋርፅ ሰብ ብዘይ መደብ ዝጓዓዝ እዩ። ዝጀመሮ ከይወደአ ዘቋርፅ ሰብ ብዘይ መደብ ዝጓዓዝ እዩ። ሕጂ እታ ፕላኒንግ ንመን ነቲ ምስራሕ ግን ብዝደሊ ኢሉ የሱስ ዝዛረቦ ዘሎ ሲ ምእንታን ጀሚሩ ሲ መላገፂ ከይከውን ኣብ ማእኸል ጠጠው ከይብል ገንዘቡ ከሲሩ ግዚኡ ከሲሩ እታ ገዛ እንተደይ ተወዲኣ እንታይ ዓይነት እንታይ እዩ ዝበሃል እዚ መፅዩ መንግስቲ ግሬደር ገይሩ ከፍርሶ እዩ ስኻ ጀሚሩ ዘይወደ ዝብል ታርጋ ትተኪዕልካ ኣሎ እንታይ ኮይነ እየ ጀሚረ ደይወዳእኩ ኣብ ምምዳብ ስለ ዝሓመቅካ ምክንያቱ ኣብቲ ተቀሚጥካ ምፅብፃብ ምሕሳብ እንድዩ እታ ምፅብፃብ ትበሃል ክትሓስብ ኣለካ ሕጂ ኣብ ኣተሓሳስባ ድማ ቁኑዕ ኣተሓሳስባ ኣሎ ዘይቁኑዕ ኣተሓሳስባ ኣሎ በቲ ዘይቁኑዕ ሓሳብ ትኸይድ እንድሕር ኮንካ ነቲ ብክልተ እልፊ ዝመጸካስ ብእልፉ ክገጥመሉ ኢልካ ትጽለል ማለት እዩ። ኣብዚኣ ክውስኸልኩም ዝደሊ ነገር ኣሎ ቅድም ክጠቅሳ ጀሚረ ነዞም ሸሞንተ ኣማኸርቲ ኢኹም ኢለ ብፍላይ ብፍላይ ንብዙሓት ዝመርሕ ሰብ ዝወድቀሉ ወይ ዝዕወተሉ ምኽንያት እቶም ኣማኸርቱ እዮም። The people close to you are those who make you victorious or failure ኣብቲ መራሒ ኣይኮነን ዘሎ ምኽንያቱ መን እዩ ኣየናይ ንጉስ እዩ ተቐሚጡ ቅድም ዘይመክር ሕጂ ኣብቲ ምምኻር እዩ እቲ ዓወት ዘሎ ወይ እቲ ውድቀት ድማ ድመጽእ ስለዚ መን እዮም ኣብ ዙርያኻ ደለዉ ክበሃል ከሎ ጆን ማክስወል ክዛረብ እንታይ ይብል እቶም ኣብ ዙርያኻ ዘለዉ ሰባት ሎያል እንተዘይኮይኖም ክትወድቕ ኢኻ። ኣርባዕተ ነጥቢ። ንፉዔ በሊሔ ሸይጣንየ ገለመለ ኣይሰርሕን እዩ። ኣብ መሪሕነት ስማርቴ ኖኖኖኖኖኖ። The people who are in your circle ኣብቲ inner circle ዘለዉ ሰባት ሎያል እንተዘይኮይኖም ይወድቕ እቲ መሪሕነት። እንድሕር ሎያል ኮይኖም ድማ ይዕወት። እንታይ እዩ ሎያል ክበሃል ከሎ ብትግርኛ ናተይ? ኣብ ቅድሜኻ ንበይንኻ ብፍቕርን ብትሕትናን ብትብዓትን ክዛረቡኻ ዝኽእሉ ክልተ እልፊ እዩ ሰራዊት ደለዎ ብሓንቲ እልፊ ክንገጥመሉ ኣይንኽእልን ኢና መሳሪ ዘለና ኣጽዋር ኩሉ ማዕረ እዩ ስለዚ ኣውት ናምበር ኮይንና ኣለና እዚኣ ንዓኻ እየ ድነግረካ ኣይትግበራ ናተይ ምምኻር እሳ እያ። ደሓር ብድሕሪት ከይዱ ከላ ንሕና እዚ ናትና መራሒ ደኣ እኮ ደይ ሓንቲ እልፊ እዩ ደለዎ ሓንቲ እልፊ እዩ ደለዎ ኢሉ ድዛረብ ሰብ ሎያል ኣይኮነን ኣብ ቅድሜኻ ይንእደካ ብድሕሬኻ ኔጌቲቭ ድዛረብ ሰብ ሎያል ኣይኮነን ኣብ ቅድሜኻ ድላዩ ድዛረበካ ብድሕሬኻ ፖዘቲቭ ጥራይ ድዛረብ ሰብ ሎያል እዩ እዚኦም ሰባት እዮም ኣዐዊቶምኒ ንዓይ ስለዚ ኣም ኦልወይስ ግረይትፉል ነቶም ኣብ ዙርያይ ደለዉ ሰባት they are very loyal ኣባይ ከኣ ሰላም እዩ ድላዮም ድላይና ኢና ንዛረብ ምንም ኣብ ምዝራብ መላ ሓንቲ ስክፍታ የብልናን ቅኑዕ ኣተሓሳስባ ነቲ ኣሉታውን ኣወንታውን ክትመዝነሉ ትኽእል ናይ ምስማዕ ክእለት ዘለዎ ኣተሓሳስባ ማለት እዩ። ኣየዋጽኣካን እዩ ክብሉኻስ ፈሪሐዮ እንዴ ሓፊረዮ እንዴ ነነነ እዚኦም ደኣ ኣማኸርቲ ኮኑ ክረግሱ ኣለዉ። እቶም ነቲ ንጉስ ዘማኽርዎ ሰባት ዎንጉስ እወ ትዕሾ ኣለኻ ንዓኻን ነዚ ህዝብን ከተጥፍኦ ኢኻ ክብልዎ ኣለዉ። ኣይመስለኩምን ብድሕሪኡኸ ንጉስና ጅግና እዩ ምኽሪ ድሰምዕ ይድበ ኣነ ከኣ ምስኡ እየ ደው እየ ድብል ሕጂ እዞም ምሳይ ደው ትብሉ ደው ዝብሉ ሰባት ናይ ዘላለም ኣኽብሮት ይደልን መራሒ ናይ ምዃን ህጸጽ የብለይን ግን እቲ ዝሪኦ ስለ ዘሕዝነኒ መዓስ እዩ እቶም ናብ ራህዋ ደምጽዋ ነዛ ቤተሰብ ናብ ራህዋ ደምጽዋ ነዛ ሃገር ናብ ራህዋ መዓስ እዮም ድመጹ በተክርስቲያን እንድሕር ንመሪሕነት ኢግኖር እናገበረቶ ከይዳ ለመንቲ ኮይና ክንተርፍ ኢና ወላ ሓንቲ ክንኣትዎን ክንምህሮን ክንብጥስን በቲ ኣብ ሓድሽ ኣብቲ ሓድሽ ፍጥረትነትና ዘሎ ኢኖቬሽን ክሪኤቲቪቲ በናጢስና ክንወጽእ ዝሞተ ሓንጎል ደለዎ ሰብ ከመይ ገይሩ እዩ ንየሱስ ምፍላጥ እኳ እዩ ኣእምሮኻ ሳውንድ ክኸውን ዝገብሮ ባይዘወይ ንእምሮኻ ጥዑይ ዝገብሮ ራይት ሪዝኒንግ ክህልወካ ዝገብሮ ሲ ንየሱስ ምፍላጥ እዩ ኣብ መንፈሱ ሞት ደለ ሰብ እንታይ ሪዝኒንግ ኣሎ ዋላ ሓንቲ በቃ ፅልእን ፀለመን ሓጢኣትን ሞትን ሕማም ኣብዚታት እዮም ሽኹርተተተተተ ስለዚ ተስፋ ሃገር ተስፋ ሃገር ድሪምስ ኣር ጀስት ድሪምስ ዊዛውት ጎልስ ድሪምስ ጥራይ እዮም ብዘይ ዲሲፕሊን ድማ ኣብ ንበፅሖ ነገር የለን ዲሲፕሊን ድማ ፍሪደም እዩ ዲሲፕሊን ኢዝ ፍሪደም ኣይ ኖው ብዙሕ ሰብ ብማእሰርቲ እዩ ዝፈልጦ ናትና ዴፊኒሽን ኢና ክንገልፀላ ዘለና ንዓለም ናይ ዓለም ዴፊኒሽን ዝወደቐ እኳ በቃ ስነ ስርዓት ክትገብር ኣለካ ስነ ስርዓት ክገብር ኣለን ኖ ኖ ኖ ኖ ሓርነት እዩ ዲሲፕሊን እንድሕር ኣንጊሕካ ምትሳእ ስነ ስርዓት ኢልናዮ ኣቕቲርካ ናይ ምድቃስ ማእሰርቲ ክቕፅል እዩ ማለት እዩ እንድሕር ኣንጊሕካ ምትሳእ ፍሪደም ደኢልናዮ ናይ ኣቕጢርካ ምትሳእ ማእሰርቲ ክቑልፈካ እዩ ብናይ ኣሜሪካ ክዝረብ ከሎ መን እዩ ራምሲ ኖ ኖ መን እዩ ክዛረብ ሰሚዑ ሓደ ሰብ ክዛረብ ሰሚዑ እዚ ፍርቂ ለይቲ ክትስእ ኣለካ ኒውዮርክ ተኸፊቱ ኣሎ ፍርቂ ለይቲ ምክንያቱ እቲ ናትና ሰዓት ድሒሩ ስለ ዝመሲ ምስቲ ኣብ ዋል ስትሪት ዝልቀቕ ዘሎ ናይ ስታክ ማርኬት ክትምክት እንተኾንካ ፍርቂ ለይቲ ክትስእ ኣለ ኣቕቲረ ክትስኤ ተሸይጡ ኩሉ ደቂስካ ከለኻ ይውዳእ ኣሎ ማለት እዩ። ቤት ትምህርቲ ምኻድ ኣየድልየንን እዩ እንተልካ ናይ ድንቁርና ማእሰርቲ ከኣ ይኣትለካ። እሱ እንድዩ ደኣ ማእሰርቲ። ቤት ትምህርቲ ምኻድ ፍሪደም እዩ፣ እቲ ዲሲፕሊን ናይ ምምሃር እንተለካ። ከመይ ጌርና ኢና ነቲ ዝጠቕመና ነገር ብኣሉታዊ ዓለም ትሰብኮ ስብከት ንሕና ከኣ ንደግሞ? ኣንጻሩ እምበር ክንዛረብ ኣለና። ስለዚ ዲሲፕሊን እንድሕር ክዓብር እየ ድብል ኮይኑ ሰብሲ ወይ ጅም ክኸይድ እየ ድብል ተኾይኑ ናብ ፍሪደም መፂኻ ኢና ንብሉ ናብ ፍሪደም ናብ ፍሪደም መፂኻ ኣብዚኣ ተቐሚጠ ዝብፅብፅበላ ግዜ ኣላትን እንተልካ እታ ዲሲፕሊን እንተወሲድካ ናብ ፍሪደም ናብ ፕላኒንግ መፂኻ ንዓ እንተ ኣቢኻያ ኸ ናብ ፌይለር ማእሰርቲ ኣቲኻ ኣለኻ ማለት without commitment you will never start and without consistency you will never finish ስለዚ ዲሲፕሊን ንኮሚትመንትን ንኮንሲስተንሲን ኣላግብ ይሕዝልና ኣሎ እንታይ ማለት እዩ ብዘይ ተወፋይነት ብዘይ ቅንኣት ገለ ብዘይ ክገብር እየ ዝብል ሃቐና ኣይትጅምር ዲኻ ምጅማር ዝበሃል የለን ሕጂ ምሽ ሰሚዕና ኣይ ገለ እንተልና ኣዮ ኖኖ ክጅምር እየ እዩ እዚኣ እዚኣ እዛ ክጅምር እየ ተብለኒ ነገር ኮሚትመንት እያ ትበሃል ብዘይ ኮሚትመንት ኣይጅመርን ድሓርከ እንድሕር ክትውድእ ኮንካ ቀፃሊ ክገብሮ እየ በቃ ኣነ ኣማኒ ድብሎ ሰብ መንፈሳዊ ድብሎ ሰብ ንኣምላኽ ዝፈርህ ዝብሎ ሰብሲ ኣብ ጸጋ ኣምላኽ ዝተወከለ ተናቱ ግደ ዝፈልጥ ጸጋ ኣምላኽ ኣብ ህይወትና ዝዓይሲ ምስ እንደሊ እኮ መንግስትኻ ደልዮ እየ እንተልካ ናይ መንግስቲ ኣምላኽ ጸጋ ሰፍሲፉ የውጻካ ካብ ጸልማት ናብ ብርሃን ትኣቱ እደሊ እየ ግን ናትካ ድሌተይ እንድዒ ዓቢ ነገር እየ ድደሊ ዋ ነነነነ ኣነ ከምቲ እየ ትደሊ ከምቲ እንታይ ትደሊ ኣርቲኩሌት ክግበር ኣለዎ ዝበሰለ ድሌት እዩ ኮፍ ኢልካ ተቐሚጥካ ጸብጺብካ ትጅምሮ ዘወዳእካ ዓይነት ድሌት ዝበሰለ ድሌት እየ ድብሎ እሞ ዝሰማዕናዮ ኣብ ልብና ኣሕዲርዎ እዩ ብሩኻት ኢኹም